ሶ እንድሕር ናብ ዲጂታል ክቀይረሞ ያ እዚ ኣይህልውን እዩ ተስፋ ንገብር እዚ ፔቲሽን ክዕወት እምበር ማንም ሰብ ኣይደልዮን እዩ እቲኦም ሃብታማት ኣደልዎ እቲኦም ድኻታት ማለትስ ናፅነት ኣይህልወናን እዩ ኩላትና ኤንድ ካልእ ከዓ ብዙሕ ምስኡ ዝተኣሳሰረ ብርክት ንሕደልያ እቲኣ መንግስቲ ኣብዚ ድኳን ጥራይካ ክትገዝእ ትኽእል እስኻ ካብ መንግስቲ ኢኻ ሞ ትነብር ናይ መግብን ናይ ገለን ጥራይ ኢኻ ክትጥቀመሉ ዝፍቀደልካ እቲ ገንዘብ ክብ ትብለካ ትኽእል እያ። ከምኡ ከኣ ካልእ እንድሕር ብዝኾነ ምኽንያት ክሳብ ክንድዚ ዕለት ክንድዚ ጥራይ እቲ ገንዘብካ ዝስራሕ ክትብል ትኽእል እያ። ድሕሪኡ እቲ ገንዘብካ ከም ዝወድቕ ክትገብር ትኽእል እያ። because it's digital እዩ ዲጅ- ኣብ ኢድካ ኣይኮንካን ትሕዞ ኣብ ናትካ ሞባይል እዩ so እዚ ኩሉ ከዓ ድሮ ሕግታት ኣሎ ክ- ክ- ክወድቅ ከም- as a pro- ከምኡ ገይሮም ስኒ ፕሮግራሚንግ ክገብርዎ ይኽእሉ እዮም ስለዚ ስኒ እንታይ እዮም ዝብሉ መሲልኩም እዚኦም ጀርመን ወይ እዚኦም ፀዓዱ እንድሕር ናይ ብሓቂ ከምኡ ኣምፅኦም ስኒ ኣብ ሓደ ቤት ማእሰርቲ ኣቲና ኣለና ማለት እዩ በቃ ናፅነት ዝበሃል የለን ተረዲኹምኒ so እቲ ሊሚት ክገብሩልካ ይኽእሉ እዮም ዝኾነ ገንዘብ ክሳብ ዕለት ክንዚ እንድሕር ዘይተጠቐምካሉ በቃ ክሳራ እዩ ንዓኻ የለን ኣብቲ ናትካ ፖርትፎሊዮ ደሞዝካ ክትፅበይ ኣለካ ማለት እዩ እስኻ ስኒ ክተቐምጥ ኣይትኽእን ኢኻ በቃ ክትዋህልል ከማን ኣይትኽእን ኢኻ እቲኤን ዘለዋኻ ጥራይ እስን ክትጥቀመለን ኣለካ ከምኡ ሕሰብሉ እስኻስ ሕጉስ ኩን ወላ ሓደ ግን ኣይተርፈካን እዩ ወላ ሓደ ኣይህልወካን እዩ ዓይነት እዩ ተረዲኹምኒ ሶ እዚ ከዓ ማንም ሰብ ኣይደልዮን እዩ ብከምኡ ከዓ እዩ እቲ ሰብ ናብ ወርቅን ብሩርን ዝገብሮ ዘሎ እ፣ እቲ ሰብ ካብቲ ሲስተም ዘውፅኦ ዘሎ ማለት እዩ ተረዲኦም እቲ ሰብ ከዓ ስለ ዝተረድኦ እቲ ገንዘብ ብብዝሒ ክወፅእ ከሎ ካብ ሓደ ባንክ ከዓ ነቲ እ፣ ሃገር ፅቡቕ ኣይኮነን መሊሳ እያ ነቕነቕ ትብል ኣብዚ እዋን እዚ ከኣ ኣብ ከምኡ ግዜ ኢና ዘለና። እቲ ሰብ ብብዝሒ የውጽኦ ኣሎ፣ እቲ ገንዘብ ካብ ባንክ፣ ብኸምኡ ከኣ እቲ ን ባንክ ወይ እታ ሃገር ነቕነቕ ይብል ኣሎ ማለት እዩ። ዝኾነ ሃገር ስኒ እቲ ገንዘብ ኣብ ዓዱ ክተርፍ እዩ ዝደልዮ። ተረዲእኩምኒ? ነቲ ኢኮኖሚ ዝሕግዝ ኣብኡ ክትሽቅጥ፣ ክትገዝእ፣ ክትልውጥ፣ ነቲ ኢኮኖሚ ክተካይዶ። እቲ ሰብ ግን ብብዝሒ ገንዘቡ ካብዚ ዓዲ እንድሕር ስሒብዎ እቲ ወጻእተኛ ናብ ዓዱ ገዛ ይገዝእ ወይ ወትኤቫ ማሽን ይገዝእ ወይ እቲ ኦም ባንክ ከማን ስኒ መሳ ክሰርሕሉ ይክእሉን እዮም እቲ ቅድሚ ሕጂ ነቲ ኦም ባንክ ኢና ንጠቕሞም ነርና ንሕና ገንዘብና ኣብኡ እንድሕር ሓዲግናዮስ እሳቶም እዮም ቀዳሞት ዝሰርሕሉ ሕጂ ግን በብሓደ እንድሕር ስሒብናዮ እንታይ ይኸውን ኣሎ እቲ ሃገር ይነቅጽ ኣሎ ማለት እዩ እቲ ዓለም ናይ ገንዘብ ማለት እዩ። ኣብ ከምኡ ደረጃ ኻን ኢና ዘለና ብኸምኡ ኸኣ ሕጂ ዝያዳ ክከታተልዎ ደልዮም ይሓስቡ ኣለዉ ኣይ ዶንት ኖው ዝተፈላለየ ሓሳባት ኣለዎም ገና ዘይወዝተወሰነ ኣየምጻኽዎን ከማን እዚ መወዳእታ ደረጃታት ዝብልዎ ዘለዉ ወይ ሓሲቦሞ ዘለዉ ኣብዚ ግን ክንፈርሕ ዘይኮናስ ክንቀራረብ ኣለና ግዜ ኣለና ገና እቲ ግዜ ግን እንዳወሓደ እዩ ዝመጽእ እቲ ግዜ ክንቀራረበሉ ንኽእል እንዳነኣሰ እዩ ዝመጽእ እቲኣ ዕድል ስለዚ ሎሚ ክትገብሮ ትኽእል ዝበለጸ እዩ ማለት እዩ እቲ ዘለካ ካብቲ ዘለካ ነዊሕ ኮፍ ኣይተብሉ ጥራይ ክብለካ ዝደሊ ያ በቃ ደሓን ይኣኽለና እምበር ኣይውዳእን እዩ ቴንክ ዩ ቨሪ ማች ክሳብ ሎሚ ክሳብ ሕጂ ዝሰማዕኹምኒ ለይቲ ምድሪ ስስና የትምነልኩም ባይ እንድ እቲ መወዳእታ ዝመፃኹም ነዚ ሓውና ከዓ ኣብቲ መወዳእታ ሊንክ ኣላትኩም ኣብቲ መወዳእታ ቪድዮ ኣብኡ ክሰግብር ወይኹም ፕሊስ ያ ፍትሽ ወይኹም ሓወይ ሕጂ ክወ ወይ ኣብቲኣ ክወፅኣላ ዝደለኹ ይኹም ከዓ ትሓቱ ያቱ ናይዚ ወርቅን ብሩርን ድዩ ሓሙሽተ ደቂቅ ክበካ እዩ ናይዚ ወርቅን ብሩርን ድሕር ኮይኑ ድሕሪኻ ክንወፅ ኢና ሓፀር ስላም
ሰላም መርሓባ ሰላም ሰላም ድዩ ከመይ ኩሉ ስላም ሃፍተይ ኣነ እኮ ሕጂ ኣትየ ላይፍ ኣይ ሓሊፉ ንክኸውን ክእል እዩ ብዙሕ ሓበሬታ እወ ሬታ ድሓን ኣብ ዩቱብ ክሰቕለ እየ እስከ ዝረኣዮ ይሪኦ እምበር ነዊሑ እዚ ቪድዮ እያ ኣብ ዩቱብ ኣለኪ ያ እዚኣ ቪድዮ ኣብኡ ክሰቕላ እየ ኣብኣ ትርኢ እያ ማለት እያ ኦኬ ፅቡቅ ሞ በቃ ክለስ ኣብኣ ክርእያ ድሓን ክሒዘ እሺ እሺ እሺ ማዕረ ካልእ እንታይ ነይርኪ እንታይ ኣይናይ ኣይናይ ኣርእስቲ እዩ ኣገዲስኪ ነይሩ ብዛዕባ ናይ ቁርብ ኣብዛ ጫፍ እንድያ ስሚዐያ እሺ
ንሳቲ ሓበሬታ እንታይ እታ ናይዚ ገንዘብ ሶሪ ኣይብኩብለም ብዛዕባ ናይዚ ገንዘብ ትብልያ ዝፀናሐኪ ኣብ እወ ኣብ ወርቂ ክቕየር ገለ ይቕይሮ ኣሎ እቲ ሰብ ገለ ኢልኪ ምሽ ዶ እወ እወ ብራቮ የስ ያ ያ እ፣ እም፣ ካበይ ዓዲኺ እሞ ኣበየናይ ኣብ ዞባ ጀርመን እየ ዘለኹ ኣ ኦኬ ጀርመን ያ መዓት ቪድዮ ኣለኪ ናይዚ ኣርእስቲ ከማን እ፣ እም፣ ኤክስትራ ፕሌይሊስት ወርቅን ብሩርን ገይረ ኣለኹ ወይ ገንዘብ ኣብዚ እዋን እም። እዚ እ፣ ምስቲ ኢኮኖሚ እ፣ ሕጂ ኣብቲ ምቕያር ገለመለስ ሕጂ ይተኣታቶ ኣሎ ማለት ድዩ ወይስ ውሱን ጌሮምሉ እዮም ንከምዚ ዓመት ክንእትዎ ኢና ገለ ድብል እቲ
እንታይ ማለት እዩ? ኣይ ናይ ኖ እቲ ብቅያር ናይ ዲጂታል ኦይሮ ማለት ክድዩ ወይ እንታይ ማለት ኦ ክድዩ? ኦ ኖ እሱ ገና ኣብ ዲስ ማለት ስ መደባት ኦልሬዲ ሽዱሽተ ዓመት ገይሮም ካብ ዘስርሕዎ ኦ ኣብኡ ግን ልክዕ ክትብል ኣይትኽእልኒ ኢኻ መዓስ እዮም ዘምፅዎ ገሊኦም ሰባት ኣብ መስርሕ ኣብ መስርሕ እዩ ደሎ ማለት እዩ

ሰንትራል ባንክ ዌብሳይት ከማን ኣብኡ ከማን ኢንፎርሜሽን ኣሎ ኣብኡ ሕጂ ዕስራን ትሽዓተን እዮም ዝብሉ ግን እሳቶም ኦፊሽሊ ማለት እዩ ያ ዕስራን ትሽዓተን ይብል ኣለዎ ያ ዕስራን ትሽዓተን ያ ኤግዛክትሊ ኦፊሽሊ እዩ ግን ግን ገሊኦም ክኢላታት ከዓ እንታይ ይብሉ ክላእ እዚኦም ፈሊጦም እዮም ከምኡ ዝብሉና መታን ገንዘብና ከይንስሕቦ ከዘንግዑና እዮም ከዓ ዝብሉ ኣለዉ ስለዚ ኣብዚኣ ሓደ ክብል ኣይክእልን'የ ገሊኡ ሰብ ከኣ ክላእ ኣይመጽን'ዩ ከኣ ይብል so ሚእቲ ካብ ሚእቲ ግን እቲ ፕሮጀክት መዓት ሚልያርድ ወዲኡ ኣሎ ልዕሊ ሽዱሽተ ዓመት ጌሩ ኣሎ። እቲ ናይ ከምኡ መስርሕ ማለት እዩ። ያያያያያ ክንደይ ሚልያርድ እቲ ሚልያርድ ንካልእ ክጥቀምሉ ምስ ሓሾም ኔሩ ገንዘብና ስቅ ኢሎም የሕሪሮም ማንም ሰብ ዘይደልዮ ሕጂሲ ንኣብነት እንድሕሪ ከምዚ ይካየድ ኣልዩ ወይ እንድሕሪ ገንዘብ ክንድኡ የጥፍኣሉ ኮይኑሲ ኦሮማይ ኣብ መስርሕ እዩ ደሎ ማለት እዩ እቲ እንታይ ይብሃል ሱስ ጻሕ ምምጹስ ኣይተርፍንዩ ያ መዓስ ምዃኑ እዩ ደይ ያ ያ ያ ያ ነቲ መዓስ ብርገድ እዩ ሞር ኮንትሮል እዮም ደልዮም ዘለዉ ንኩሉ ድማ እንታይ ድዩ እቲ ዓለም ይቕየር ኣሎ ብብዙሕ ኣ- ኣርእስትታት እዩ እም፣ ድማ እም፣ ከዓ እንታይ ድዩ ሃፍተይ እቲ መንግስቲ ከም ቀደሙ ክነብር ኣይክእን እዩ። እቲ ዕዳ ዕዳ ንዕዳ ኮይኑ ኣሎ። እቲ ዕድኡ ብኸምኡ ጥራይ እዩ ክዓጽዎ ዝኽእል። ንዓና እንድሕር እሱ ኣምጺኡ ንኣብነት ተረዲእክኒ ካብ ሎሚ ንጽባሕ ዕስራ ሽሕ እንድሕር ኣለኪ እቲኣ ዕስራ ሽሕ ግን ኣብ መወዳእታ እያ ሜይቢ ሓሙሽተ ሽሕ ጥራይ እያ ክስታይ ናታ ዋጋ ናይ ብሓቂ እቲ ገንዘብ ክትቅይሮ ከለዋስ በቲ ናቶም እዮም ዝቕይርዎ ተረዲእካኒ በቲ ናቶም ሸርፊ እዮም ዝቕይርዎ ብናትኪ ሸርፊ ዝመረጽክዮ ኣይኮነን። በቲ ሓድሽ ክቕየር ከሎ ኩሉ ግዜ። እንታይ ደኣ እሞ ሕጂ እሞ ኣብ ከምዚኣሲ እወ ደሓን እሱ እኮ ተረዲኡኒ ኣሎ ሕጂ ኣብ ከምዚ ደኣ እሞ እንታይ ይሓይሽ ትብሊ ሕጂ ንኣብነት ከምዚ ከምዚ ካልእ እንታይ ኣሎ ጥበብ ደኣ እሞ ቁርባቢጥካ ክትመልሲ ያ እሱ እንዲ ኣምጺኒ ዘሎ ሓፍተይ ወርቅን ብሩርን እዚ ፕሮዳክት ኣሎ እሱ ረኣዮ እሞኒ ግን ካብ መንግስቲ ጥራይ እንድሕር ዘይትነብር ኮንካ እዩ ካልእ ሰብ ጽቡቕ ኣይኮነን ብሓጺሩ እያ ኖኖ ትሰርሕ ተኮንካ እምበር እወ ያእ ያእ ወይ ድማ ሰብኣይን ሰበይትን ድሕር ጭራሽ ካብ መንግስቲ ዘይትቕበል ኮንካ ሶ ኦ፣ ዳን ኢትስ ኦኬ እምበር ከመይ ከመይ ማለት እዩ ሕጂ ከምኡ ኣሎ ማለት ድዩ ከምኡ ማ- ምርጫ ከምዚ እ፣ ምክሪ ኣነ ትህብ ከምኡ ፕሮዳክት ኣለኒ እ፣ ክ- ኮንታክት ክትገብሩኒ ትኽእሉ ኢኹም እንድሕር ገንዘብ ኣለኩም ዓመት ሙሉእ ወይ ክሳብ ክልተ ዓመት ዘየድልየኩም ሽዑ እቲ እንታይ ድዩ እቲ ጽቡቕ ናተይ ሓደ እቲ መቐመጢ ብዙሕ ክስታይ የብሉን ኣዘ ብዙሕ ኣይትኸፍልን ኢኻ ግቢኡን ውሕስና ኣለኪ ክትገዝእዮ ከለኺ ከኣ ቀረጽ ኣይትኸፍልሉን ኢኺ ዲስካውንት ኣለኪ ነቲ ወርቅን ብሩርን ናይ ብሓቂ ከኣ ብሽምኪ ሰርቲፊኬት ኣለኪ ኣብ ስዊስ እዩ ዝቕመጥ እቲ ጀርመን ኣይኮነን ከመይ ማለት ሕጂ ከምዚ እትገዝኦ ባለ ማለት ኣሉ ሰላም ሰላም ከመይ ኣምሲኽን? ጉድ ጉድ ዳንክሽን ያ ጽቡቕ ክሓተኪ ይኽእል ድየ? ይቕሬታ ዛረብ ኣለኽን እወ ሓንሳብ እዚኣ ዶ ክውዳእ ኣላ እሺ ሓንሳብ ሶ ኣብ ሓደ ፕላትፎርም ኣለኪ ሓፍተይ ቁንዳን ኣብቲ ፕላትፎርም እዩ ኣብኡ ትርእዮ ግን ድሕሪ ዓመት ከማን ስደዱለይ ወርቂ ክትብልዮም ትኽእል ኢኺ ኣብ ገዛኺ እንድሕር ክተቐምጥዮ ደሊኺ ግን ተመራፂ ኣይኮነን ወይ ድማ ገንዘብ ስደዱለይ ክትብልዮም ትኽእል ኢኺ እቲ ገንዘበይ ድሕሪ ዓመት እዩ ግን ኩሉ ስለምንታይ ቅድሚኡ እንድሕር ጌርክዮ ቀረፅ ክትከፍሊ ኢኺ ብዝያዳ ማለት እዩ
ኦኬ
እቲ ሕጊ በቲ ሕጊ ስኒ ከምኡ ሕሸኪ ብሓፂሩ እያ ተመራፂ እዩ ኣሕዋተይ ብእውነት እዚ እስኺ እንድሕር ሕጂ ንኣብነት ዘይትኽእሊ ኮንኪ ንኣሕዋትኪ ክትነግሪ ኣለኪ ኩሉ ሰብ ነናቱ ሰብ ሓልዮት እዩ እዚ እምበር ንጀርመናውያን እዚ ከማን ነዊሕ ክተረድኦም ኣይድልየካን እዩ ኦኬ ያ ማለት ርኡይ ነገር እዩ እቲ ጉዳይ ተረዲእክኒ ድማ እቲ ግዜ ሕጂ ነውሕ ግዜ የብልናን ድሓን ድሓን ክንብል ብዙሕ ግዜ ከማን የብልናን ሓቂ ሓይሽ ከሽኩዕና ያያያያ እቲ ዘለዎ ብሕልፊ ሓዲኡ ክገብር ኣለዎ ብሓፂሩ ኣሕዋት እያ እዚ ከዓ ብእውነት ምፍርራሕ ኣይኮነን ገለ ኣይኮነን ፅባሕ ንኮ ክሕጉሰኩም እዩ ርግፀኛ ሓልዮት እዩ ሓልዮት እዩ ዘዛርበኒ የቀኒልና የቀኒልና እቲ ሓበሬታ ከም ዝድሃብኪ ከም ፕሮብሌም